ንሕና መዓልታዊ ስለ ካልኦት ሰባት ክንሓስብ ክንጭነቕ ካብኣቶም ጽቡቕ ምላሽ ክንጽበ ንውዕል ንኸውን ግን እቲ ሓቀኛ ምስጢር እንታይ እዩ ማንም ሰብ ንስኻ ስለኦም ከም እትጭነቕ መጠን ስለ ህይወትካ ቐንዛን ጭንቀትን ግድ የብሎም ስለ ሰብ ምጭናቕ ብኸመይ ደው ክነብሎ ነቲ ውሽጣዊ ሓይልናን ወርቃዊ ግዝናን ከ ኣብ ምንታይ ክነውዕሎ ይግባእ? ነዚ ቪድዮ እዚ ክትከታተሉና ንላባ ላይክ ሸር ሳብስክራይብ ብምግባር ድማ የበራታትዑና ስለ ሰባት ምጭናቕ ብፍጹም ደው ነብሎ እዚ ቃና እዚ ንፈለማ እዋን ክንሰምዖ ከለና ርእስና ምፍታይ ወይ ጨካን ከምስለና ይኽእል ይኸውን ግን እቲ ሓቂ ምስቲ ስነ ልቦናዊ ህይወትና ክነጋጥሞ ከለና እዚ ፍጹም ርእሲ ምድሓን ምዃኑ ክንርዳእ ኢና ስለምንታይ ኢና ስለ ሰብ ምጭናቕ ደው ክነብሎ ዘለና ምኽንያቱ እቲ ንሕና ንዓለም እንህቦ ዘለና ናይ ፍቕርን ጭንቀትን መጠን ካብቲ ዓለም ንዓና እትቦ ምላሽ ሙሉእ ብምሉእ ዝተረሓቐ ስለ ዝኾነ እዩ። ሰባት ስለ ሓቀኛ ቃንዛና፣ ስለቲ መዓልታዊ እንሕልፎ ናይ ውሽጢ ውግእ ፍጹም ግድ የብሎምን። እቲ ናይ ምስልን መንነትን ምርሳዕ ንሕና ክንደይ ለይቲ ኢና ብሰንኪ ሰባት ድቃስ ስኢና ንሓድር? ክንደይ ግዜስ ኢና ሰባት እንታይ ኢሎምኒ እንታይከ ክሓስበለይ እዮም እናበልና ወርቃዊ ኣእምሮና ዘባኸና እዩ እቲ ሓቂ ግን ንሕና ኣብ ማእኸል ጸልማት ኮይና ክንነብዕ ከለና እቶም ንሕና ብሰንካቶም እንጭነቕ ሰባት ግን ብሰላም ጸጥ ኢሎም ይድቅሱ ኣለዉ ስምና ካብ ኣእምሮኦም ተረሲዑ እዩ እቲ ንሕና ንነዊሕ እዋን ዘሕለፍናዮ ስነልቦናዊ ሕማም እቲ ተሰባቢርናዮ ብበይንና ዝለመናዮ ሰላም ንዓለም ከም ዘይነበረ ተረሲዑ እዩ እዚ ንምስማዕ ኣዝዩ ዘሕዝን ልቢ ዝሰብር ሓቂ ክኸውን ይኽእል እዩ ግን ንሕና ኩሉ ግዜ ካብ ሰባት ክንጽበ የብልናን ኣብ ውሽጥና ሓደ ዓብዪ ባዶነት ሒዝና ንሰማይ እናጠመትና ስልክና ክጽውዕ ክንጽበ ንነብር ካብ ሓደ ሰብ ጽቡቕ መልእኽቲ ንኽመጸና ማንም ሰብ መጺኡ ከመይ ኣለኻ ህይወት ከመይ ሒዛትካ ኣላ እንታይ እዩ ዝጎድለካ ዘሎ ኢሉ ብቕንዕና ንኽሓተና ንጽበ ንነብር ግን እቲ ንሕና ብሃንቀውታ ዝደለናዮ ግዜ ብፍጹም ኣይመጽእን እቲ ናይ ብሕታውነት ፍርሒ ኣብ ከምዚ ዝበሉ ኹነታት ማንም ሰብ ክረድአና ኣይክእልን እዩ ማንም ሰብ ስለ ድቃስ ምስኣና ስለ መዓልታዊ ኣእምሮና ዘጋጥሞ ዘሎ ናይ ሓሳብ ማዕበል ኣይሓስብን እዩ ንሕና በይንና ኢና ዘለና ምሸት ኣብ ዝተወሰነ ሰዓት ኣብቲ ኩሉ ሰብ ጸጥ ዝበለሉ እዋን ድቃስ ከም ዝወስደና ጌርና ንርእስና ንሕሽዋ ንሕና ነቲ ዘሕለፍናዮ ኩሉ በደል ክድዓት ሕሰምን ጸገምን እናስታወስና ብዛዕባ መጻኢ ህይወትና እናተጨነቕና ንበይንና ንውዕል ንህሉ እምበር ድቃስ ኣይወስደናን እዩ እዚ ኩነታት እዚ ኣዝዩ ዘፍርሕ ክኸውን ይኽእል እዩ ብሕታውነት ከም ዓብዪ ጸላኢ መሲሉ ክስምዐና ይኽእል እዩ ግን ንሕና ካብ ሎሚ ክንኮነ ዝግባእ ክንጸንዕ ኣብ ውሽጢ እዚ ፍርሒ እዚ እውን ክንቃለስ ኣለና ስለምንታይ ከም ዝኾነ ድሓር ክንርዶ ኢና እዚ ሓቂ እዚ ሎሚ ኣብ ህይወትና ዓብዪ ሓይልን ጥቕምን ዘለዎ ነገር እዩ ምኽንያቱ ንሕና ብሕታውነት ምዃንና ክንኣምን ከለና ጥራይ ኢና ካብ ናይ ሰባት ጽግዕተኝነት ሓራ ክንወጽእ ንኽእል። እቲ ናይ ልቢ ምፍሳስን እቲ ዘስደምም ስቕታን ሕሰብዎ። ንሕና ጽቡቕ ነገር፣ ዓብዪ ናይ ህይወት ራእይ፣ ወይ ድማ እቲ ኣዝዩ ክቡር ዝኾነ ናይ ልብና ሓሳብ ንሰባት ነካፍል ንኸውን። ንዓና ህይወትና ዝኾነ ነገር፣ ንኣቶም ግን ተራ ወረ እዩ። ክንደይ ዝኾኑ ሰባት እዮም ብሓቂ ስለቲ ቃንዛና ተጨኒቖም። በቲ ዝቐጸለ መዓልታዊ ስለቲ ጉዳይ ክንደይ ሰባት ሓቲቶምና። ኣብ ዙርያና ብኑጽ ዓይኒ ንተዓዘብ። እቶም ናይ ቀረባ ዕርኽና ዝበልናዮም፣ እቶም ንሕና ኩሉ ግዜ እነኽብሮም ሰባት ልደትና እውን ኣይዝክርዎን። ስድራ ቤትና መዓልታዊ ሓደ ዓይነት ሕቶ ጥራይ ይደጋግቡልና እምበር ነቲ ኣብ ውሽጥና ዘሎ ሓቀኛ ድሌት ኣይፈልጥዎን። ኣብ ቦታ ስራሕ ሰባት የናኣስና ጸቕጢ ይፈጥሩልና ብናይ ቃላት ሓዊ የንድድና ግን ድማ ድሕሪ ሓሙሽተ ሰከን ከም ዘይነበርና ይርስዑና ዛዕባና ዓጽዮም ንገዛ ርእሶም እዮም ዝስሕቑ ንሕና ሓደ ነዊሕ መልእኽቲ ጽሒፍና ልብና ከፊትና ንብዓትና ኣውሪድና ንሓደ ሰብ ንሰድድ ንኸውን ንሕና መልሲ ክንጽበ ከለና ልብና መሃንቀውታ ትጽበ ንሱ ግን ድሕሪ ነዊሕ ሰዓታት ብሓንቲ ቓል እሺ ወይ ጽቡቕ እዩ ይብለና ይኸውን ወይ ድማ ብፍጹም ምላሽ ከይሃበና ጥራይ ሱቕ ይብል እቲ ዓሚቕ ስቕታ ድማ ነቲ ኣብ ውሽጥና ዘሎ ናይ ብሕታውነት ጥርጣረ የረጋግጾ እዚ ማለት እንታይ ማለት እዩ ንሕና ንዓቶም ዓብዪ ቦታ ክንህቦም ከለና ንሳቶም ግን ኣብቲ ናይ ህይወት መዝገቦም ከም ሓደ ተራ ገዳስነት ዘይብሉ ሰብ እዮም ዝርእና ስለምንታይ እዩ እዚ ኩሉ ዝኸውን ዘሎ እዚ ኩሉ ዝኾነሉ ምኽንያት ሰባት ስለ ዝጸልኡና ክፉኣት ስለ ዝኾኑ ኣይኮነን። እቲ ሓቂ ንሕና ክንርድኦ ዘለና ምኽንያት ሰባት ኩሎም ኣብ ገዛ ርእሶም ህይወት ተጸሚዶም ስለ ዘለዉ እዩ። ንሳቶም እውን በቲ ናይ ገዛ ርእሶም ጸገማት፣ ሕልምታት፣ ፍርሓትና ዕዳታት ተዓፊኖም እዮም ዘለዉ። ማንም ሰብ ንኻልእ ሰብ ክነብር ሙሉእ ሓይሊ የብሉን። ስለዚ ንሕና ሎሚ ክንመሃሮ ዘለና ዓብዪ ምስጢር እንታይ እዩ? ንሕና ነቲ ንሰባት ክንሐጉስ፣ ንሰባት ክንንከባኸብ፣ ካብ ሰባት ጽቡቕ ናእዳ ክንረክብ ክንብል የምክነና ዘሎ ሓይልና ሎሚ ዶ ክነብሎ ኣለና? እቲ ሓይልና ኣብ ገዛ ርእስና ከነፍስሶ ይግባእ ካብ ናይ ሰባት ባርነት ናብ ሓቀኛ ናጽነት ንሕና ክንርደእ ዘለና ሓደ ሰብ ጽቡቕ ስለ ዝበለና ንሕና ጽቡቓት ኣይኮናን ሓደ ሰብ ስለ ዘናሸወና እውን ንሕና ትሑታት ኣይኮናን ንሕና መን ምዃንና ክንፈልጥ ዘለና ኣብቲ ብሕታውነት እንነብረሉ ናይ ውሽጢ ምስጢርና እዩ ሕሰብዎ ንሕና መዓልታዊ ክንደይ ሓይሊ ኢና ነባኽን ዘለና እገለ ስለም ክድውለለ እዩ እቲ ዝጸሓፍክዎ ፖስት ክንደይ ላይክ ረኺቡ ይኸውን እቲ ዓርከይ ስለምንታይ ኮን ይኸውን ሎሚ ገጹ ዝኸልአኒ እዚ ኩሉ ሕቶታት ንዓና ናብ ባርነት እዩ ዝመርሓና ንሕና ንሰብ ንምሕጓስ ክንብል ነቲ ክቡር ፈጣሪ ዝሃበና ናይ ህይወትና ዓላማ ንርስዕ ኣለና ንሕና ሎሚ ክንነቅሕ ይግባእ ሰባት ንዓና ክንደይ ዓመት ክዝክሩና እዮም ንሕና ካብዛ ዓለም እዚኣ እንተተፈሊና እኮ ድሕሪ ሒደት መዓልትታት ህይወት ናብ ንቡር ክትምለስ እያ ሰባት እውን ክርስትዑና እዮም እቲ ሓቂ እዚ እዩ ስለምንታይ ኢና ሎሚ ንገዛ ርእስና ቆሪፅና ንሰባት ክንነብር ንመክን ዘለና ንሕና ሓይልና ክንመርፅ ኣለና ሓይልና ኣብቲ ንሕና ክንቅይሮ እንኽእል ነገር ማለት ኣብ ገዛ ርእስና ኣብ ትምህርቲ ኣብ ህይወትናን ኣብ ስራሕናን ጥራይ ክፈስስ ኣለዎ። ዓለም ክትዛረብ እያ፣ ሰባት ክርስትዑና እዮም። ንሕና ግን ኣብቲ ሓቀኛ ማንነትና ጸንዕና ክንቀውም ይግባእ። ንሕና ሎሚ ካብቲ ናይ ሰባት ደቃስ ካብቲ ንኹሉ ሰብ ክንሐጉስ ክንብል ንገዛ ርእስና እንቐጽዓሉ ዝነበርና ናይ ኣእምሮ ድንዛዜ ሙሉእ ብሙሉእ ነቕሕና ክንነብር ይግባእ። ስለዚ ካብዛ ሰዓት እዚኣ ጀሚርና ንድሕሪት ንዘይምምላስ ሓድሽ ምዕራፍ ንኽፈት። እቲ ሓቀኛ ናይ ሓይሊ ምርጫ ነቲ ክቡር ፈጣሪ ዝዓደለና ውሽጣዊ ሓይልና፣ ነቲ ብምንም ነገር ዘይትካእ ወርቃዊ ግዜና ካብ ሎሚ ጀሚርና ኣብ ገዛ ርእስና ጥራይ ነውዕሎ። ሰባት ስለ ዘይደወልልና ርእስና ክንወቅስ፣ ሰባት ስለ ዘይሓተቱና ካብ ምጭናቕ ወፂና፣ ኣብ ናይ ገዛ ርእስና ህይወት፣ ኣብቲ ቅዱስ ዝኾነ ዓብዪ ዕላማና፣ ኣብቲ ጥዕናና፣ ኣብ ሓቀኛ ናይ ሕልምናን ሰላምናን ጥራይ ነተኩር። ሰባት ክዝክሩና ሰባት ከድንቑና ወይ ሰባት ከኽብሩና ጥራይ ደው ኢልና ይንጸበ ንሕና ንባዕልና ንገዛ ርእስና ንዘክራ ንሕና ንባዕልና መንነትና ንከናኸን ማንም ሰብ መፅኡ ህይወትና ክቕይረልና ኣይኮነን እታ መፍትሒ ዘላ ኣብዛ ሎሚ ንሕና ክንወስዳ ዘለና ጽንዕቲ ውሳነ ጥራይ እያ ናይ ውሽጢ ዓለም ምርግጋእ ዓለም ብደጋዊ ጫውጫውታ ብናይ ሓሰይት ትእይንት ዓውዓውታን ክትመልእ ትኽእል እያ። ሰባት ኣብቲ ናይ ለሚ ወረ ዓለም ክናወጽ ይኽእሉ እዮም። ንሕና ግን ማዕጸና ዓጺና ነቲ ሓቀኛ ሓይልናን ሰላምናን ኣበይ ከም እነፍስሶን እነውዕለን ባዕልና ክንመረጽ ይግባእ። ንሕና ንመንነትና ሓራ ክንገብሮ ኣለና። ዓቕምና፣ ክብረትና፣ ብመጽእ ዓወትናን ሙሉእ ብሙሉእ ክንኣምን ይግባእ። ላይክ፣ ሸር፣ ሳብስክራይብ ብምግባር ቤተሰብና ይኹኑ።